ሰላም ኩሉ ምስጥራ መሓዛ ኣውጽኣቶ ምስ ሰብኣያ ብሓቂ ተባኢ ሳልያ ወይ ተባኣ ሰትን ከመ እዩ ተዩ ኩነታቱ ኩሉ ነገር ፋሕ ቢላቶ ማለት እዩ ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን። ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ሕማቅ እንተ ከዓኒ ብሓድሽ ቪድዮና ብሓድሽ ርእሲ መፅኤትም ኣለኹ ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምሩ ኢኹም ሓደሽቲ ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ኣቱም ቤተሰብ ዝኾንኩ ድማ ላይክ ሸር ምግባር ኣይትሕመቁ ኢኹም ማለት እዩ ስለ እታ ኣባራታትዕኒ ብጣዕሚ እየ ዘመስግን ሕጂ እውን ምብርትታዕኹም ኣይፈለየልኒ ክብል ይደሊ ማለት እዩ ሃናፂ ርእቶኹም ዘበለ ድማ ኣብ ኮመንት ክትገድፍለይ ይፅበየኩም ብጣዕሚ ብጣዕሚ እየ ዘመስግን ብሓቂ ላይክ ሸር ትገብሩለይ ብጣዕሚ እየ ዘመስግን ማለት እዩ እምበኣር ለምዓንቲ ዝመፅእ ኩሉ ብዛዕባ ሰላም ጸገ እየ መጽእ ዘለኹ ማለት እዩ ሰላም ኣብዙ ለመቕነታት እንታይ የጋጢምዋ ከመይ ትኾን ነራ ኩሉ ተሓዚብና እያና ማለት እዩ ኣብዚ ለመቕነ ድማ ያው ንእሽተይ ካብ ሶሻል ሚድያ ጥፍእ ኢላ ጥፍእ ኢላላ ኩለኩም ያው ካብ ናይ ባዕላ ቻናል እያ እምበር ብናይ ኣፈወርቂ እንኳን መፂኹምዋ መፅኣ ነይራ ርእኹምዋ ኢኹም ማለት እዩ ምስ መዓዛ መፀን ነይረን ትማሊ እንታይ እየን ኮይነን ከመይ እዩ ዝብል ከዓነይ ምስ ብናይ ኣፈወርቂ ቻናል እየን መፅን ኣፈወርቂ ርእኹምዎ ኢኹም ብቀዳማይ እንታይ ከም ዘጋጠሞ ነበረ እንታይ ነይሩ መጀመርያ እዛ ኣርሴማ ትበሃል የፍቅረካ እየ ኢላ መፅያ ክንደይ ዕግርግር ጌራ ካብኡ ይቅርታ ኣነ ምንም ቢኒ ጆኒ ልኢኹኒ እምበር ምንም ንኣኻሲ ኣፍቅረካን እዩ ኢላ ከም ዝተናገረቶ ካብኡ ከዓ መፅያ ከዓ ናብ ስድራኡ ናብ ኣዲኡ ከይዳ ክንደይ በቃ ትረብሽ ነይራ ብጣዕሚ ክንደይ ሰብኳሲ ንምንታይ ኸ ክንድዚ ትቃሊ ጓል ኮይንክሲ ንምንታይ ክብር ሌብል ክናበለ ሰብ እንዳተናገራ ክንደይ ማለት እዩ ካብኡ ንሳ ከይዳ ከይኣክል ከዓ ካሊእ ከዓ ሜሪ ከዓ መፅያ በረኪና ምስታይ ምሕናቕ ሕጅስ እንታይ ኣምፅኦ ብነብስኻ ሕማቕ ፋል መፋለሲ እንታይ ኣምፅኦ በረኪና ሰቲኻ ሞት ን ንባዕልኻሲ ናብ ዘይኮነ ሂወት ምምራሕ ነብስኻስ እንታይ የምጽኦ ማለት እዩ ብጣዕሚ እኮ ዝገርመካ ግን ቤተሰብ ነብስኻ ሕማቕ ፋልትፋለሲ ማዕረ ክንደይ ናይ ድኹማት ምዃንናስ በቃ የርእየካ ኣብዚ ግዜ ዘለና ህዝብስ በተለይ ንሞትሲ ቀሊል ጌርኩም ይወስድዎ ብእውነት ብጣዕሚ እዩ ከቢድ ማለት እዩ። ከምኡ ኢላ ከይኣክል ናብ ናብ ሕክምና ከይዳ ነይራ ያው ምስኣ ኣፈወርቂ እዩ ነይሩ ማንም ይነበራ የጎና ቢኒ ጆን እያ ትብል ነይራ ማለት እዩ ስጀመር ሲ ቢኒ ቢኒ ዝብላ ሲ ዋ ቢኒ ጥራይ ድዩ ወዲ ዘሎ ብቲ ዓዲ ኣየናይ ኮይኑ እዩ ማለት ሰብ ብሰብነቱ ክብር እንድዩ ኣነ ዒቐ ምናምን ዘይኮንኩሲ እንደ ዕቡኡናት ብጣዕሚ እዩ ዝገርመካ ሓደ ኣዋልድሲ መዓረ ክንደይ ናየን ወሪደን ዘለዋ በቃ ማለት ብሰንኪ ሓደ ክልተሲ ንኩልና ኣዋልድ ወይ ከዓ ንኩለን ኣዋልድ ይልከማ ይፅረፋ ማለት እዩ የፅርፋ ኣለዋ ጓልሲ ክንደየናይ ክብሪ ከም ዘለዋስ ይፈልጣ ዲኾና ሰብ ብሰውነቱ ወዲ ይኹን ጓል ክቡር እዩ ግን ከዓነ ጓል ኣፈ ውፅኣ ንወዲ ክትልምኖ ምናምን ግን ሸም እዩ ቤተሰብ ኣብዚ ሓዚ ሰዓት ግን ኣወዳት ዝሓፍርሉ ኣጓላት ከዓነ በቃ ዓይነ ወጣታት ዝኾነሉ ግዜ ኮይኑ ብጣዕሚ እዩ ዝገርመካ ማለት እዩ ካብኡሲ ኣፈወርቂ ዝእሰረሉ ምክንያት ሲ እንታይ ስለ ዝገበረ እዩ ብቀዳማይ ያሬድ ተኣሲሩ ኢለን ቢንያም ኣእሲርዎ ኢለን ይሰርሓ ነይረን ሕጂ እውን ናቱ ኢድ ኣልዎ ከይኮነስ ኣይቀርንን ማለት እዩ ሲጀመር መጀመርያ ንኣፈወርቂ ክቕጥቅጦ ከሎ ምናምን ኩሉ ግዜ ብሰንኪ ቢንያም እዩ ወደዚ ዝበፅሖ ነይሩ ካብኡ መፅኤ ምኳና ምኳነን ክፈልጥ ከሎስ ክርሕቕ እዩ ነይሩ ካልኣይ መዓልቲ ሳልሳይ መዓልቲ ሲ ኣብ መንጎኣን ወይ ከዓ ጥቃኣንስ ክርከብ ኣይነበረን ማለት እዩ ማለት ሓደ ሰብ ሓደጋ እንድሕር ኣብፅሕልካ ኣብ ነብስኻ ሲ ካልኣይ መዓልትስ እንታይ ክደግመኒ ይኸውን ኢልና ሲ ክንሓስብ ኣለና ክንጥንቀቕ ኣለና ማለት እዩ ሰላም ትብሎ ዝነበረት እውን ሲ ስለምንታይ ምስ ንቢንሲ ይሰርሕ ንምንታይ ምስ ሓው ለይሰርሕ ምስ ኣዶ ለይሰርሕ ምስኦም ለስርሕ ምክንያት ሲ እንታይ እዩ እኒኦ ስለምንታይ እንዳፈለጦም ፀባዮም እንዳፈለጦም ተግባሮም ሲ ስለምንታይ ናብኣቶም ዝፅጋዕ ኢለ እያ ትኾር ነይራ ማለት እዩ ሓቃ እያ ሰላም ኣብዚ ብጣዕሚ ዝተናገረቶ ትኽክል እዩ ማለት እዩ

ብሰንከይ ሞይታ ነይራ ብሰንከይ ሂወት ኣጥፊኣ ነይራ ብሰንኪ ሓወይ ከምዚ ንሓወይ ቀትለዮ ነይረ ከምኡታት ጥራይ እዮም ዝብሉ ማለት እዩ እናሲ ካብ ከምዚ ዓይነት ተትቁጠቡ ኖርማል ጥዑይ ቪድዮ ዘምህር ድሓን ዘምህር ሞ ይኹን ዘዘናግዕ ቪድዮ እንተትሰርሑ ነይሮም ሲ ደስ ይብል ነይሩ ማለት እዩ ሰብ እውንስ ማዕረ ክንዲዚ የመጨናነቑ እዩ ነይሮም ማለት እዩ ሕጂ ከዓ ኣፈወርቅሲ ዘእስሮ ምክንያትስ ኣነ ኣይተረድእኒ ክንዲ ኣብ ጎና ኮይኑ ኣጆኺ ዝበላ መቸም ወይ ብንያም እዩ ከምኡ ገይሩ ዝኸውን ወይ ከዓ ናይ ባዕላ እያ ትኸውን በይ ማንም ሰብ ማንም ኣካል ክትሕዞ ክኣስሮስ ኣይኽእልን እዩ ማለት እዩ እንታ ሰበይቲ ከኣ ኣነስ ኣብ መንጎ በቃ እምበር ኣሕሪሮምዋ ሰንደይ ዓመት ኣብ ስደት ካርተት ኢላስ ዕረፍቲ ክንዲ ዝግብኣ ማለት እዩ ሕጂ ከኣ ኣይ ብዙሓት ኮይኖም ኣይ ህፃውንቲ ኮይኖም ሲ ኣሕሪሮምዋ እዚኣቶምስ ኩሉ ነገር ይፈልጡ እቶም ዓበይቲኦም እውን እኒኦም እንታይ ሕማቕ እዮ እንታይ እዩ ሕማቕ እንታይ እዩ ፅቡቕ ሲ ኩሉ ነገር እዮም ዝፈልጡ ዘስተውዕሉ ግን ስለምንታይ እዮም ክተዕርፍ ለይገብርዋ ክትረጋጋዕ ለይገብርዋ እንድዒ ንባዕልቶም ኣብ ዘይኮነ ስራሓት እዮም ሲ ንኣውን ኣብ ዘይኮነ ኣብ ዘይምጥነ ዓይነት ስራሕ የእትውዋ ኣሎ እታ ሰበይቲ እውንስ ብኡነት ኮለል ኢላ ደድሕሪኦም ሓደ ተኣሲሩ፣ ሓደ ተወቒዑ፣ ሓደ ተቐጥቂጡ፣ ሓደ ከምዚ ኮይኑ እናበለት ማለት እዩ ደድሕሪኦም ኮለል ክትብል ደኺማ። ብኡነት ብጣዕሚ እዩ ዝገርመካ። ርኢኹም ዋእኹም ሰላም ሀዝስ ካበይ ናበይ ሓደ ግዜ መቐለ ትኸይድ ሓደ ግዜ ከዓ ትምለስ ናብኡ በቃ ኮለል ስራሓ በቃ ሰላም ከዓ ነይ ክብላ ዝደሊ ማለት እዩ እስካብ ሕጂ ዝተዓረቀ እዩ መስለኒ ምስ ሓውካ መዓር ክንድዚ ምጽልኣሲ ክንደይ ናይ ዓሰርተ ግዜ ይበድልካ እምበር ጽባሕ ንግሆሲ እንታይ ከም ዘጋጥመናሲ ኣይንፈልጥና ተጻሊእና ግዜ ክንወስድ የብላይ እንኳን ኣሕዋትሲ ምስ ማንም ክትጻላ ክትጋጨሲ የብልካን ማለት እዩ እና ሰላም ተትፈጥሩ ተትዕረቁ ንምንታይ ለይትዕረቁ እየ ክብል ዝኽእል ማለት እዩ እና ናይ ለማዓንቲ ቢድዮ ሕዘልኩም ዝመጸኹ እዚኣ ትመስል ነይራ ኣብ ቀጻሊ ቢድዮና ክሳብ ንራኸብ ሰሰነዩ ንዓኹም ባይ ባይ።